ዛንታና ኣብ ሓቀኛ ታሪኽ ዝተደረኸ መጽሓፍ ጸሓፊ ኣዲሱ ኣለማዮም ያፒ ማፒ ዘንታዊ ሰለሙን ገብሩ ዛንታና መበል ዓሰርተ ሓሙሽተ ክፋል

ከምዘይ መስየለን መሬት መስዩ ማይ እንተበላኒ ማይ እናቐበልኩ ደኺመን ዝምብል እንተበላ ደጊፈ ቕንዕ እናበልኩ መብራህቲ ብዘይብሉ ገዛ ዓይኒ ዓይነን ይጥምተን ኣለኹ ትዝደቀሳሉ ኣይተመቸወንን መስለኒ ሓደ ግዘ ናብ የማን ጸኒሐን ድማ ናብ ጸጋም ይገላበጥ ኣለዋ ቁሩብ ጽኒሕ ኢለን ብሕልመን እንታይ ከም ዝተረኣየነን ድዒ ፍረ ሓሳቡ ነጺርካ ዘይስማዕ ዘረባ ሃተፍተፍ ክብላ ድማ ጀመራ ድሕሪ ብዙሕ ሃተፍተፍ ምባል ወደይ ኣታ ወደይ ወደይ ኢለን ኣውየን ባህሪረን ካብ ድቃሰን ተልዒለን በስመ ኣብ በስመ ወልድ በስመ መንፈስ ቅዱስ ኢለን ሰለስተ ግዜ ማዕተባም ኣነ እውን ቅልጥፍ ኢለን መተርኣሰን ኣስተኻኺለን በስምኣም በልኩ ከረጋግዐን እናፈተንኩ እግዚኣብኦ እንታይ ዓይነት ሕልሚ ረኣኻ ንጎይታይ ማዕረይ ወይ እኒሄኻ ምጻት ኣለም ወይ እኒሄኻ ህልቂት ኣታዮ እኒሄኻ ሓዊ ኣቤት ኣቤት ኣቤት ኣይደቀይ ኣይደቀይ ኣይደቀይ ኣየ ንሕና ኣታየ ንሕናየ ኣታየ እንዲ ዕለም ዘበን እግዚኡ እግዚኡ መሓረና ጉይታይ መዓረ እግዚኡ እግዚኡ እግዚኡ እናበላ ንፈጣሪ ክልምና ጀመራ ጥዕነአን ካብቲ ዝውዓልኦ ሕዚ ቁሩብ ድሓን ይመስላ መድሓኒቱን ስለ ዝወሰዳ መስለኒ መግቢውን በሊዐን ዕረፍቲ ስለ ዝገበራ ናይ ሰብነተን ሙቐት እውን ነክዩ ናብ ቦትኡ ዝተመለሰ ይመስል ንድሕና ድየን ማማ ኣኸዛ እንታይ እዩ ዝኹሉ ሃተፍተፍ ደኣ በልክውን ግዜ መሕለፊ እንተዋግዓን ኢለም ግርማይ ወደይ እንድዕ ኣለና ለም ዘበን ኣይዚ ንሕና ኣብታዮ ክንወፀ ዲና ኸ ብሕልመይ ዓወት ወደይ ተራእዩኒ ኣደይ ኣደይ ላበለ ግዛዕ ልመስሉ ሸይጣውንቲ ኸቢቦም ኣብ ማእኸል ሓዊ ኮይኑ ኣደዋርድ እንን ኣበለ እንድዕ እምበይ ኣታዮ እንድዕለይ ኣቱዩ ኪዳነ ምረት ኣቱዩ ኪዳነ ምረት ሓልየና ኪዳነ ምረት ሓሉ እዮም ዝወደይ መድሃኒ ዓለም ይሓልየና እምበይ ንሕና ስንድዕ ጎይታይ ማዕረ በላ ከንፈረን ብሓዘንና መጠጣ ዓይነን ስልምልም እናበላ ኣታ ግርማይ ወደይ ምስ ካብዚ ተዘይትህሉስ መን ከላዓለኒ ነይሩ ኣታዮ ታዮ ክኾኖ ነይረ ኣይ ኣነ ተባረኽ ዝወደይ ጠዋሪ ውሉድ ደጋፊ ምርኩስ ዝኾነካ ኣየስእንካ ዝወደይ ኢለን ድማ መረቐኒ ገለ እውን ኢልወን እቶም ወለድኻስ ዳሕና ድዮም ሃመይ እኒው ትጥይቖም ኣለኻ ዶ ወደይ ኢለን ድማ ሓተታኒ ድምፀን ካብቲ ዝወዓልኦ ቁር ምምሕያሽ ስለ ዝረኣኹሉ ደስ ኢሉኒ ከዋግዐን ኢለ ወንበር ስሒበ ኣብ ጎነን ኮፍ በልኩም ስድራይ ደኣ ድሃዮም ካብ ዝጠፍአኒ ጸኒሐ ኣለኹ መቸም ዳሕና እዮም ዝኾኑ ምስ ፈጣሪ እንድዕምበር በልክወን ኣብ ሓደ ዓዲ እናነበርና ብሰንኪ ኩናት ናይ ስድራይ ሃለዋት ክፈልጦ ብዘይምኽኣለይ ሓዘን እናተሰምዐኒ ጽዮን ማርያም ኣኽሱም እላሃለዉ እታ ከይኾኑ ባዕላ እኒሃ ዝወደይ ሎሚ መንገዲ ኩሉ ዕፅውፅው ኢሉ እምበይ ወለድኻማ ብሂወት እላሃለዩ ኢኻ ክትሕግዞም ክትጥውሮም ክትሪኦም ለለካ ኣብ እዋን ጉብዝናኻ እታ ትገብረሎም ዝግብእካ ተጌርካሎም ግዜኦም ኣኺሉ ሓደ እዋን ክትስእኖም ተለኻ እዚ ዘይገበርኩሎም ሓሚሞም ለይጠየቕክዎም ለየሐከምክዎም ለየለዓልክዎም እናበልካ ምስ ሓለፈ ወይለ ምስ ሰኣንካዮም እይትጣዓስ እዩ ዝወደይ ልማለቱ እየ እምበይ ንስኻ እኳ ምኽሪ የድልየካ ይዋ ለባም ኢኻ ዝወደይ በላኒ ቅንዕ ኢለን መተርኣሰን እናስተኻኸላ ሕስብ እንተበልኩ ሓቀን እየን ስድራይ ዋላ ካብ ልበይ ይፍተዎም እምበር ወርሒ ወርሒ ዘይትረብሕ ገንዘብ ካብ ምልኣኽ ብዝዘለለ እዚ ዝበሃል ዝጠቅም ህይወት ዝቕይር ነገር ኣይገበርኩሎምን ኣይሓገዝኩዎምን ሕዚ ድማ እቲ ወፃእ ዘሎ ሓወይ ይኹን ኣነ ባንክ ካብ ዝዕፆ ትሒዙ ዝኾነ ይኹን ገንዘብ ኣይለኣኽናሎምን እቲ ከቢድ ህይወት ከመይ ይሰግርዎ ከመይ ይነብሩ ከም ዘለዉ ድማ ፈጣሪ ይፍለጦ ብዛዕባ ስድራይ ዝጀመርናዮ ወግዒ ቋሪፀም ዓወት ደኣ መዓዝ እዩ ናብ ሜዳ ወሪዱ ንዓይ ይኸይድ ኣለኹ ከይበለኒ ኸይዱ እዋ ኢለ ሓድሽ ወግዒ ጀመርኩለን ሕደገኒ እስቲ ግርማይ ወደይ ኣይትብከ እንዲዩ ለብኬንሉ በላ እዘን መሳሎስ እህ ኢለን ብነዊሑ እናተንፈሳ ንዝሓተትክወን ሕቶ ዝሃባን መልሲ ዋላ ሓፂር እኳ ይኹን እምበር ኣብ ገፀን ይኹን ኣብ ድምፀን ንምፍትሑ ዘየፀግም ኩናት ክንዲ ምንታይ ጎድኣ ከም ዝነበረ በኹር ወደን ኣስኢኑ ወዲ ወደን ከየስእነን ስግኣተን ሓያል ምዃኑ ግን የረድአኒ ኣሎ ብዘይ ቃላት ብዘይ ዝኾነ ዘረባ እቲ ኣብ ገፀን ብስውር ተፃሒፉ ዝንበብ ዘሎ ውሽጣዊ ስምዒተን ቀጻሊ ህይወተን ንበይነን ብዘይ እቲ ዝፈትውኦ ኣለኒ ዝብልኦ ሓደ ጠዋሪኤን ንቕድሚት ዝጽበየን ከቢድ ህይወትን ወደን ከይስእናን ተሻቒለን መስለኒ ዝጀመረኦ ወግዒ ኣቋሪጸን ዝም በላ። ኣደየይ ትንብዕዮኺ ኣቦይ ዝተቓለሰሉ ዕላማ ክፍጽም በረኻ ይወርድ ኣለኹ ጥራሕ ብዓወት ተመለስ ኢል ክመርቕኒ ኢሉ ብዛ እግረይ ድፍእ ምስ በለ ንብርሃነ ወደይ እኳ ደኣ መሲሉ ተርእየኒ ንሱ እውን በረኻ ትወፅእ ተሎ ከም ኣይሉ ኣብታ እግረይ ድፍእ ኢሉ መርቕ ንደዋ ትብለኒ ኣነ እውን ውሽጠይ እናሓዘነ ብሰላም ተመለስኩ ፈይርከብካ ዝወደይ መላእኽቲ ይከተሉኻ ኢለ መሪቐ ምስ ሰደድክዎ እንድዒ ሓጢኣተይ በዚሑ ጎይታ ጸሎተይ ይሰምዐኒ እንግዲ ልፈትዎ ወደይ ብልጾይ ተመለሰን ሎሚ ዶ ናጋ ክመጽእ ይኸውን ላበልኩ ሃርር ምስ በልኩ ብልወጾ ቀርዩ ሬስኡ እኳ ርእየ ከይቐብጽ ኣበየና ሽንጥሮ በየና ገደል ወሪደ ክእልሽ ኣይ ኣይ ኣይ ዝኣነ በላም ዓይነን ንብዓት ቁፅርፅር እናበለ ምስ ደርግ ብዝነበረ ኩናት ዝተሰውእ ሓደ ብኹር ወደን ንተጋዳላይ ብርሃነ ዘኪረን ቁሩብ ጽንሕ ኢለን ትንፋሰን ኣኪበን ድማ ዓወት ወደይ ልሃሙብኡ ህዝበይ እናተጋፍዐ ላተቐተለ እናርኣኹ ሃመዳነ ኢለ ገዛ ኮፍ ክብል በለ ናተይ ዝብሎ ህይወት የብለይን ምእንቲ ሃገረይ ልዓደይ ልህዝበይ ልመሬተይ ልለጻነተይ ክብል በረኻ ወፅኤ ክጋደል ኸድ ኣለኹ ኢሉ ቅድሚ ዝጠሐኒ ዝወደይ እዛ ቅድመይ ተደፊኡ ሃደዋ ንመርቕኒ ላበለ ኣይለዓሊ ምስ በለኒ ታይማ ክብል ኸብዲ ውላድ ኮይንኒ ኸብደይ ሕቑን ቁን እናበለኒ ዓይነይ ላነብዐ ወደዋይ ኩፉ ኣይተግኒ ብዓወት ተመለስ ኢለ ሓደራ ዝተባሃልክዎ ቆልዓ ሕድሪ ስዒመ መሪቐ ላብ ሓዊ ሰዲደዩ ታማ ክገብር ውሉዲ ወላዲ ልፈላለ ሕማቕ ግዜ መፅዩ እንታይ እሞ ንገብር ዝወደይ ኢለን ተዛረባኒ ገፀን ሕዝንዝን እናበለ ንብዓተን በቲ ኣብ ዝባነን ዝደረብኦ ረቂቕ ነፀላ እናፀረጋ ኣሓንቂቐ ዘዕበኹዎ ቆልዓ መዘከር ተሓድግ እኳ ለይብሉ ሓደ በይኑ ኮይኑኒ ከብደይ ከብዲ ውላድ ኮይኑ ምጭካን ኣብዩኒ በይ ወደይ ዶ ካብ ካልኦት መሓዙቱ በሊፅዋ ኩለን ንዴታት መዓንጠን ኣሲረን እምኒ እትየን ኣሉ እንድየን ደቀን ናብ ምግዳል ዝሰዳ ዘለዋ እንታይ ክበሃል ኮይኑ ወደይ ንብዓተይ ዓቂሙ ዓይኒ ዓይኑ እንተረኣኽዎ ኣዮ ክደዋኒ ፅንዒ የትንብዕ ጥራሕ ብጸሎት ሓግዝኒ እዩ ዝበለኒ ዝወደይ ኣብዛ ቅድመይ ኮይኑ በይዛዋ በይዛ ድፍእ የብለኒ ንዓየይ በላም ዓይነ ንብዓት ቁፅርፅር ክብር ርኤ ኣነ እውን ምኽኣል ኣብዩኒ ርእሲ ያልኒነ እናነባዕኹ ምድማፅ ቀጸልኩም ኣደይ ዮኺ ወድኺ ጸላእተይ ደምሲሰ ብዓወት ክምለስ እየ ሕነ ናይ ህዝበይ ሕነ ናቦይ ፈድየ ናባዕለይ ዝብላ ብነጻነት ዝነብረላ ሃገር ክምስርት እየ ዝወጽእ ዘለኹ ንግርማ ይኹን ንብርኽቲ ኣደይ ሓደራያ ኢልኩም ኢልኪ ንገርለ ኢሉኒ ብዓወት ክንራኸብ ኢና በልለይ እዚኣ እያ ንግዚኡ ዘላትኒ መልእኽቲ ኢሉ ደጋጊሙ እናተዛረበ ኣብዚኣ ብድውለይ ሓዲኡኒ ንድሕሪት ገማዕ እኳ ከይበለ እዚ ወደይ ወፂ ከይዱ ታማ ክብል ወደዋይ ፈጣሪ ሓልኻ ማርያም ጉጉሳ ምሳኻ ትኹን ኢለ ፀበል ብላስቲክ ቋፂረ ምስታ ማዕተቡ ኣብ ክሳዱ ምስ ኣሰርኩሉ ንድሕሪት ምልስ ተይበለ ኣብዚኣ ብድቡለይ ሓዲጉኒ ከይዱ ኣነ ርግምቲ ኢለን ንብዓተን ፀረጋም ኣዴታት ትግራይ ካብ ጥንቲ ትሒዘን ሕሕ ኢለን ወሊደን ላዕለን ታሕተን ኢለን ዘዕበይኦም ደቀን ዶብ ሃገር ካብ ጸላእቲ ክሕልዩ ንፍትሕን ማዕርነትን ክቃለሱ እናተባህለ ካብ ሕቑፍአን እናተፈለዩ ኣብ ዝተፈላለዩ እዋናት ደቀን መሪቐን ኣፋንየን እየን ኣደይ ኣኸዛ እውን ምስ ደርጊ ኣብ ዝነበረ ኹናት ሓደ ወደን ሕዚ ድማ ከመደን ኣቦን ኮይነን ዘዕበየኦ ወዲ ወደን መሪቐን ንምግዳል ሰነየን ኣለዋ ምስክነይቲ ወላዲት ኣዲኣ ኸዛ ኣብዚ ዕድመአን እዚ ብሕማም ማሲነን ብዘይ ጠዋሪ ብዘይ ሓውን ዘመድን በይነን ምትራፈን ዋላ እኳ እንተሕዘነኒ ከም ሓንቲ ትግራዊት ኣዶ ዘለወን ጽንዓትን ሓቦን ኒሕን ንምእማኑ ተኣምር ኮይንኒ ኣነ እውን በታ ዘላትና ዓቕሚ ዘድልየን ኩሉ ከቕርበለን ክሳብ ብህይወት ዘለዋ ድማ ከከንዲ ዓወት ኮይነ ካብ ጎነን ከይፍለ ንባዕለይ ቃል ኣትኹም መድሃኒ ኣለም እዚ ኹናት እዚ ናይ መወዳእታ ይግበሮም ንስኹም ምስ ደቅኹም ስሒቕኩም ብርሃን ርኢኹም ዝትነብርሉ ናይ ሰላም ራህዋን ዘመንን ፈጣሪ የምፀልኩም ዝወደይ ፀላኢ ቅንዕ ኢሉ ዘይርኣ ትግራይ ይሃብኩም ደኣ እምበር ናይ ናዕዲ ምስ ብድኽነት እዩ ኩናት እዩ ብሕማም እዩ ጥሜት እዩ ብስደት እዩ ጭንቀት እዩ ይሓለፏ ከምኡ ይበል እዩ ተወዲኡ ኸ ኸዚ ንድሓር ታይ ኸይኑ ውስኽ ደጊም ዝቐረየና የለይ በላም ካብታ ዝተወለዳላ ዕለት ትሒዘን ክሳብ ዝዕለት እዚኣ ዘሕልፍኦ ዘለዋ ከቢድ ግዘ ዘኪረን ትግራይ ኩናት ዝሃሰያ ልምዓት ዘይብላ ኮይና ንኽትተርፍ ግዘን ወቕትን እናሓለወ ኣብ ልዕሊ ተጋሩ ዝወርድ ዘሎ ኩናት ዘዝተወልዱ መላምል ደቂ ትግራይ ዝበልዕ ሓዊ ንሓዋሩ መሊኡ ንኽጠፍእ እዚ ኹናት እዚ ናይ መወዳእታ መወዳእታ ክኸውን ዘለዎን ባህጊ ብናይ ወላዲት ኣንደበት ቀስ እናበላ ምዝራብ ክደኽመን እንከሎ ኣብ መንጎ እናዕረፋ ኣብ ኣእምሮኻ ሕልሚ ዝመስሉ ምስልታት ዝፈጥሩ ዘረባታት ተዛረባኒ ኣዲ ኣኸዛም

ብደም ስዋኣት ተጋደልትን ብናይ ህዝቢ ረሃፅን ገንዘብን ብክንደይ ፃዕርን ድኻምን ዝተሃነፁ ፋብሪካታት ሆስፒታላት ኣብያተ ትምህርቲ ዩኒቨርሲቲታትን ሆቴላትን ብሓፈሻ ህዝቢ ዝግልገለሎም ትካላት ብዝተዋደደ መልክዑ የዕንውዎም ኣለዉ ይዘርፍዎም ካብ ጥቕሚ ወፃኢ ድማ ይገብርዎም ገና ብጉሓቱ ንትግራይ ክወሩ ክዘምቱ እንከለዉ ንሚእቲ ዓመት ንድሕሪት ክንመልሰኩም ኢና ኢሎም እኩይ ዕላማ ሒዞም ፈኪሮም እዮም ዘሚቶም ከምቲ ዝበልዎ ድማ ትግራይ ንድሕሪት እንትመልስዋ ህዝቢ እንተጽንቱ ቤተ እምነት እንተፍርሱ ኣዴታት እንትዕምፁ ህዝቢ እንተበሳብሱ ብተግባር ንርኢ ኣለና ሬሳታት ኣብ ጎደናታት ንሰሙናት ኣብ ፀሓይ ክውዕል ብኣራዊት ክብላዕ ንቡር ሓመድ ድበ ኸይረክብ ድማ ብሓዊ ቃፂሎም ኣሰሩ ኸይርከብ ምእንቲ የጥፍእዎ ኣለዉ ናይ ሰብነት ዋጋ ሓሲሩ ደም ሰብ ብኸንቱ የፍስሱ ኣለዉ ከተማታት ትግራይ ኣብ ኢድ ጸላእ ዋላ እኳ እንተወደቓ መናእሰይ ትግራይ ግን ኢዶምን እግሮምን ኣጣሚሮም ንመግዛእቲ ኣይተንበርከኹን ህዝቦምን መሬቶምን ካብ ወረርቲ ናፃ ንምውፃእ ካብ ጫፍ ናብ ጫፍ ብሓደ ድምፂ ብሓደ ህርመት ልቢ ትግራይ ሓራ ንምውፃእ በረኻ ወሪዶም እጃሞም ኣብ ምፍጻም እዮም ዝርከቡ ህዝቢ ብዘይ መንግስቲ ብዘይ ሓላዊ በይኑ ተሪፉ ከተማታት ትግራይ ብሰራዊት ሻዕብያን ብወታደራት ኢትዮጵያን ናይ ኣምሓራ ምሊሻን ፋኖን ተታሒዘን ኣብ ቤት ህንፀት ዝነበሩ ክንደይ ገበን ዝሰርሑ ተኣረምቲ እውን ተበቲኖም ክትራንን ስርቅን ሓይሉ ናብራ ከቢዱ ሸቐጥ ሰማይ ተሰቒሉ ህዝቢ 360 ተኸቢቡ ብዘይ ማይ መብራህቲ ባንክን ቀረብ መግብን ገሊኡ ንስደት ንሞት ንሕማም ተሳጢሑ ዝበፅሐሉ ስኢኑ ናይ ስቓይ መዓልትታት ኣብ ምቑፃር ይርከበሉ እቶም ጨካናት ሰራዊት ፀላእ ድማ ኣብ መላእ ትግራይ ኣብ መንገዲ ዝተረኽበ መንእሰይ ምግራፍ ምስዋርን ምእሳርን ገዛ ገዛ እናኣተኻ ምርሻን ምድፋር ብዘስካሕክሕ መልክዑ ህዝቢ ምግፋዕ ኣጠናኺሮም ቀፂሎምሉ እዮም። ኣብተን ንዕርዮም ዝተቖፃፀርወን ከተማታት ትግራይ ድማ ህዝቢ ዓለም ንምድንጋር ናይ ባዕሎም መማሓደርቲ ምስሌነታት ሰዲዶም ህዝቢ ኣገዲዶም ኣኼባ እናፀውዑ እናኣከቡ እቲ ዝመረፅኩምዎ መንግስቲ ገዲፉኩም ሃዲሙ እዩ ካብ ሕዚ ተስፋ ቁረጹ እቶም መራሕትኹም ሕሩጭ ኮይኖም ኣብ ንፋስ ተበቲኖም እዮም ስለ ዝኾነ ድማ ኣብ ንፋስ ተበተን ሕሩጭ መሊስካ ክትእክቦ ይከኣልን ካብ ሕዚ ዝምለስ ዝኾነ ይኹን ናይ መንግስቲ ኣካል የለን ተስፋ ቁረጹ እናበሉ ህዝቢ ኣኪቦም ሓያል ዝበሃል ፕሮፓጋንዳ ኣብ ምንዛሖም ዝርከቡ ዘለዉ ህዝቢ ትግራይ ካብ ጥንቲ ትሒዙ ንሰላም እምበር ንመግዛእቲ ዘይምቹ ደንዩ ንዘይግዛእ ካብ ጉንብሕ ጥልዕ ኢሉ ደኒኑ ንወረርቲ ዝግዛእ ንፍትሒ ንማዕርነትን ንዴሞክራስን ንነፃነትን እናተቓለሰ ሞቱ ዝመርፅ ጅግና ህዝቢ እዩ ከም መሓድሩኒኦም ዝበሎም መራሕቱ ባዕሉ መሪፁ ዘደይብ ዘውርድ እምበር መሪፅናልካ ኣለና በዚኦም ተመራሕ ተባሂሉ ከም እንስሳ እናተገንሐ ምስለኔታት ተመሪፅሉ ጎይታይ እምበይተይ እናበለ ዝግዛእ ህዝቢ ከም ዘይኮነ ኣድዓዲዖም እናፈለጡ ንምንታይ ኣገዲዶም ክገዝእዎ ይፍትኑ ከም ዘለዉ ግን ኣይተረድአንን ኩሉ ትግራዋይ ዋላ እኳ ብዘይ መንግስቲ ኣብ ሜዳ ተበቲኑ እንተተረፈ ተስፋ ዝኾንዎ ሓራ ዘውፅእዎ ደቁ ኣጋዲሉ እዩ ዘሎ ዋላ ንግዚኡ ድሃዮም ይጥፋእ ብደቅና እምነት ኣለና መዓልቲ ክነውሕ እንትኾነ እምበር ሓራ ምውፃና ይተርፍን ኣብ ቀረባ እዋን ሰላምና ክምለስ ንብዓትና ክድበስ እዩ ዝብል ረዚን እምነት ኣብ ልቡ ሒዙ ብደቁ ተኣማሚኑ ብተስፋን ጸሎትን ካብዞም ወረርቲ ሓራ ዝወፀሉ መዓልቲ ይፅበ ኣሎ በንጻሩ ድማ መንግስት ፌዴራልን ሻዕብያን ከተማታት ትግራይ ተቖጻጺርና ሰላም ናብ ንቡር ተመሊሱ እዩ ኩናት ተወዲ እዩ ዝብሉ ወረታት ብናይ ዓለም ማዕኸናት ዜና ከይተረፈ ብሰፊሑ ብምግዋሕ ናይ ዓለም መራሕቲ ኣብ ምድንጋር ይርከቡ ኣለዉ ብሚልዮናት ዝቝጸር ህዝቢ ኢትዮጵያ ማሕበራዊ ሚድያ ተፈለጥቲ ፅዕንቶ ፈጠርቲ ሰባት ጋዜጠኛታት ከየንቲ ናይ መንግስቲ ኣፈኛታት ከይተረፉ ህዝቢ ትግራይ ከም ናይ ኢትዮጵያ ጸላእቲ ቆፂሩ ብሞትን ንብዓት ኣዴታት ትግራይን እናተላገጹ ኣብ ጎደናታት መኪናታቶም ሒዞም ብምውፃእ ሓጎሶም ብጓይላን ዕልልታን ክገልጹ ተራእዮም ህዝቢ ትግራይ ንማዕርነት ህዝብታት ኢትዮጵያ ዝኸፈሎ መስዋእቲ ተኻሒዱ ንበይኑ ነጺሎም ካብ ዓይኒ ዓለም ብምኽዋል ንኽጸንት ዘለዎም ድሌት ሰልፊ ብምውፃእ ኣብ ጎኒ መንግስቲ ደው ከም ዝብሉ ድማ ገለጹ ነዛ ዘይትኾኑ ሃገር ከቕንዕ ዝተሰውአ ዝቖሰለ ኣብ መወዳእታ ድማ ዝተኻሓደ ህዝቢ ትግራይ መላምል ደቁ ሰዊኡ ገንዘቡን ፍልጠቱን ኣፍሲሱ ዘማዕበለ ሃገር ኣንጻሩ ተላዒላ ስቓዩ ብዚሓትሉ ህዝቢ ትግራይ ወርቂ ህዝቢ ትግራይ ጅግና ትግራይ ፈላሚት ስልጣነ ኢትዮጵያ ዝብሉ ዝነበሩ ብርክት ዝበሉ ሰበስልጣን መንግስትን ውልቀ ሰባትን ኩሎም ግልብጥ ኢሎም ስቓይን ሞትን በየንሉ። ህዝቢ ትግራይ ንኢትዮጵያ ንምድሓን ተባሂሉ ደቁ ንዓመታት ዝኸፈልዎ መስዋእቲ ንብላሽ ከም ዝተረፈ ምስ ፈለጠን ብህይወት ናይ ምንባር መሰሉ ኣብ ሓደጋ ከም ዝወደቐን ምስ ተረድአ እዚ ኩሉ ዘመን ምስ መን ኢና እንነብር ነይርና ንመን ኣሚንና ኢና ንሕና እውን ኢትዮጵያውያን ኢና ሓደ ዜጋ ኢና ንብል ዝነበርና ኣብዚ ዓዲ ንመን ኣሚንና ኢና ገንዘብናን ፍልጠትናን ነፍስስ ዝነበርና ዝብሉ ሕቶታት ንምሕታት ድማ ተገደደ ብዘይ ድምፂ ዓፂኻ ንምፅናት ንኽጥዕሞም እዩ ኣብ ትግራይ ዝነበረ ኩናት ኣብቂዑ ህይወት ናብ ንቡር ይምለሰሎ ዝብል ፕሮፓጋንዳ ንዓለም ንመንግስታት ዓለም ንምድንጋር ብዝመስል መልክዑ ኩናት ካብ ዝጅመር ንሰቡናት ጠፊኣ ዝነበረት መብራህቲ ሰዲዶማ ብናይ ሽምዓ መብራህቲ ፅልግልግ ዝብል ዝነበረ ገዛ በርሀ ዋላ እኳ ኣብ መቐለን ከባቢኣን ዝርከቡ ገዛውቲ እንተበርሁ ከምቲ ቀደም በብዓይነቱ ዝበስል መግቢ ዝካየድ ወራ ይኹን ዝስማዕ ሰናይ ወረ ስለ ዘየለ ግን መብራህቲ በርሀት ጠፍአት ኩሉ ወዮ ኩሉ ጸልማት ኮይኑ ከምቲ ቀደም መብራህቲ ክትመጽእ እንከላ ህዝቢ ድምፁ ዓው ኣቢሉ ብታሕጓስ ሁ ዝብሎ ዝነበረ ገዲፍዎም ክትመጽእ እንከላ ሕዚ እንዶ መሊሶም ክወስድዋ